ድቃስ ኣገዳሲ ክፋል መዓልታዊ ንጥፈታትና እዩ። ኣካላትናን ኣእምሮናን ብኸመይ ከም ዝሰርሕ ዝጸሉ እተሓላለኸ መስርሕ እዩ። ሓደ ሲሶ ህይወትና፣ ዳርጋ ሰላሳን ሰለስተን ዓመት ኣብ ድቃስ ኢና ነሕልፎ። ህጻናት ኣብ መዓልቲ ካብ ዓሰርተ ሽዱሽተ ክሳዕ ዓሰርተ ሸሞንተ ሰዓታት ክድቅሱ የድልዮም፣ እዚ ኸኣ ኣካላውን ስነ-ኣእምሮኣውን ዕቤት ክውስኹ የኽእሎም። ኣብ ቤት ትምህርቲ ዝርከቡ ቈልዑን ኮተቴን ብገምጋም ኣብ ለይቲ ትሽዓተ ሰዓትን ፈረቓን ክድቅሱ የድልዮም። መብዛሕትኦም ዓበይቲ ከኣ ካብ ሸውዓተ ክሳዕ ትሽዓተ ሰዓት ክድቅሱ የድሊ። ካብ ከባቢ ሱሳ ዓመትን ድሕሪኡን ግን ናይ ለይቲ ድቃስ እናሓጸረን ፍኹስ ዝበለ ከምኡውን ብተደጋጋሚ ምትሳእ ዝበዝሖ እናኾነ ይኸይድ። ልክዕ ከምቲ ምግብን ማይን ብህይወት ንምንባር ዘድሊ፣ ብሉጽን እኹልን ድቃስ ኣብ ግቡእ ግዜኻ ምርካብ እውን ኣገዳሲ እዩ። ትፈልጡዶ ኣብ ዓሰርተ ሽዱሽተን ዓሰርተ ሸውዓተን ክፍለ ዘመን ሰባት ካብ ሰዓት ሽዱሽተ ናይ ምሸት ይድቁሱ ከም ዝነበሩ? ዓመታት እናሓለፈ ብዝኸደ፣ ዓለም ብቴክኖሎጂ ኣብ ዝማዕበለትሉ ግን ኣገባብ ድቃስ እናተቐየረ መጺኡ። ሎሚ ደቂ ሰባት ንመዓልቲ ሓንሳብን ነዊሕን እዮም ዝድቅሱ። ይኹን እምበር ኣቐድም ኣቢሎም ሰባት ንድቃስ ኣብ ክልተ ክፋል ከፊሎም ኣብኣ ኣርባዕተ ሰዓት ይድቅሱ። ይድቅሱ ነበሩ። ድቃስ ግን እንታይ እዩ? ድቃስ ባህርያዊ ግዜያዊ ዕረፍቲ ኮይኑ ኣካላትና ኣብ ዘይንጡፍ ኩነት ዝኣትወሉ፣ ኣከባቢና ዘይንፈልጠሉ ከምኡውን ብዙሕ ኣካላዊ ንጥፈታት ከም ምስትንፋስ ቀስ ኢሉ ዝዕየየሉ ኩነት እዩ። ክሳብ ቀረባ እዋን ተመራመርቲ ስነ ኣእምሮ ንድቃስ ከም ጠቕላላ ናይ ሓንጎል ምዕጻውን ዕረፍትን ከም ዝኾነ እዮም ዝኣምኑ ነይሮም። ከም ሓቂ ግን ሓንጎልና ኣብ ግዜ ድቃስ እዩ ዝበዝሐ ስርሑ ዘካይድ። ኣብዚ ዘይንጡፍ ኩነታት ንኣካላትናን ሓንጎልናን ዘሐድስ፣ ዘዕቢ፣ ዘማዕብል እተፈላለየ መስርሕ ይካየድ፣ ኣካላትና የዕሪፉ ገዛእ ርእሱ ይሕዊ፣ ብኸመይ ምስ። ንብል ድማ ኣብ ግዜ ድቃስ ናይ ዕቤት ሆርሞናት ይንዝዑ፣ እዚ ከኣ ኣዕጽምትን ጭዋዳታትን ከምኡ'ውን ዋህዮታት ከም ዝጽገኑን ከም ዝፍወሱን ይገብር። ሳልሳይ፣ ሓንጎል ንኹሉ ናይ ምዝካር ክእለትካ የዐርዮ፣ ዝተመሃርካዮ ምእንቲ ክትዝክር ድማ ናይ ተዘክሮ መኽዘን የጸራሪ። እቲ ኣገዳሲ ዘይኮነ ነገራት ብምድርባይ ንሓደሽቲ ተዘክሮት ቦታ ይኸፍት። ምስ ተንሳእና ዝበለጸ ውሳነ ምእንቲ ክንገብር ድማ ሓበሬታ የዳሉ። እቲ ዝዓበየን ኣገዳስን ንጥፈት ግን ንሕማም ረሲዕ ከቃልዑ ዝኽእሉ ብግዜ መዓልቲ ዝእከብ መርዛም ኬሚካል ዘጽሪ ፈሳሲ ብ ምትራባት ናይ ሓንጎልና ብዘይ ሽግር መታን ክሓልፍ፣ ዋህዮታት ሓንጎል ኣብ ግዜ ድቃስ ካብቲ ናይ ሓቂ ግዝፎም ክሳዕ ሓምሳ ሚታዊት ክንክዩ ከለዉ። ብሓፈሻ ክረኣ ከሎ ገለ ካብቲ ድቃስ ዝሕግዘካ ነገራት ብትምህርቲ፣ ተዘክሮ፣ ድልዱል ስርዓተ ምክልኻል ሕማም ክህልወካ፣ ሸውሃት፣ ውጥረትን ጭንቀትን ንክትቆጻጸር፣ ክብደት ኣካላትካ ንክትቆጻጸር፣ ጥዑይ ልቢ ክህልወካ ደረጃታት ድቃስ። ነፍሲ ወከፍ ድቃስ ኣርባዕተ እተፈላለዩ ደረጃታት ኣለዎ፣ ኣብ ሓንቲ ለይቲ ከኣ ካብ ሰለስተ ክሳዕ ሓሙሽተ ግዜ ኣብዞም ደረጃታት ድቃስ ንዘውር። ቀዳማይ ደረጃ ድቃስ። ቀዳማይ ደረጃ ድቃስ ኣብተን ቀዳሞት ካብ ሓደ ክሳዕ ሓሙሽተ ደቓይቕ ዘሎ ዘጋጥም ኮይኑ፣ ካብ ምንቃሕ ናብ ድቃስ ዝቕየረሉ ግዜ። ግዜ እዩ። ኣብዛ ሓጺር እዋን ንእተወሰነ ደቓይቕ ዝጸንሕ ፈኲስ ድቃስ፣ የዒንትና ይዕጾ፣ ከምኡውን ናይ ዓይኒ ምንቅስቓስካ ይዝሕትል፣ ህርመት ልብኻ ይጎድል፣ ምስትንፋስካ ይዝሕትል፣ ሙቐት ሰብነት ይጎድል፣ ጭዋዳታትካ ይዛነ፣ ኣብ ሓንጎል ዝፍጠሩ ማዕበላት ካብቲ ኣብ ግዜ ንቕሓት ዝነበሩ ክንኪ ይጅምር። ካልኣይ ደረጃ ድቃስ፣ ካብቲ ብተደጋጋሚ እትድቅሶ ዑደት ዝበዝሐ ግዜ ኣብ ካልኣይ ደገረጃ ድቃስ ኢኻ ተሕልፎ። ካብ ዓሰርተ ክሳዕ ሱሳ ደቓይቕ ዝጸንሕ። ዓይነት ድቃስ ኮይኑ ኣብዚ ደረጃ ድቃስ ምንቅስቃስ ዓይኒ የቋርጽ ከባቢና ኣይንፈልጥን ህርመት ልብኻን ምስትንፋስካን ይንኪ ሙቐት ሰብነትካ ይንኪ ጭዋዳታትካ ብዝያዳ ይዛነዩ ስርዓተ ምስትንፋስካ ውን ይዛነ ካብኡ ዝነቐለ ድማ ምሕርናኽ ንጅምር ሳልሳይ ደረጃ ድቃስ ንግሆ ብሓዱሽ መንፈስ ተበራቢርካን ንኽትውዕል ዘድልየካን ዓሚቝ ድቃስ እዩ። ካብ ዕስራ ክሳዕ ኣርባዓ ደቓይቕ ዝጸንሕ ኮይኑ፣ ሸውሃት ዝቈጻጸር ሆርሞን ይንዛዕ። ህርመት ልብኻ ናብ ዝተሓተ ደረጅኡ ይንኪ። ጸቕጢ ደም ይጐድል። ምስትንፋስካ ይዝሕትል። ጭዋዳታትካ ፍዅስ ይብለካ። ረም ድቃስ፣ ድሕሪ ምድቃስ ናይ ድሕሪ ቴስዓ ደቓይቕ ጸኒሑ ዝኽሰት ዓይነት ድቃስ ኮይኑ፣ ካብ ዓሰርተ ክሳዕ ስሳ ደቓይቕ ይጸንሕ። ኣዒንትኻ ብድሕሪ ዕጹው ኩቡሮ ዓይኒ ካብ ጐኒ ናብ ጐኒ ብቕልጡፍ ይንቀሳቐሳ። ምስትንፋስካ ቅልጡፍን ዘይስሩዕን ይኸውን። ህርመት ልብኻን ጸቕጢ ደምካን ድማ እናወሰኸ ይኸይድ። ይኸይድ፣ ሙቐት ኣካላትካ ይቀያየር። ዝበዝሐ ሕልምታት እውን ኣብዚ ደረጃ ድቃስ እዩ ዝኽሰት። ኣብ ሕልሚ ዝረኣኻዮ ግብረ መልሲ ከይትህበሉ ድማ ጭወዳታት ኢድካን እግርኻን ንግዚኡ ፓራላይዝ ይኸውን። እሞ ጥቕምታት ድቃስን ደረጃታት ድቃስን ርኢና ኣለና። ድቃስ እንተ ዊሒዱ ወይ እንተ በዚሑ ዘምጽኦ ሳዕቤናት ከ? ትሕቲ ሽዱሽተ ሰዓት ምድቃስ ዘምጽኦ ሳዕቤን ቀዳማይ፣ ክረሻ። ሰባት እኹል ድቃስ ምስ ዘይረኽቡ ዝያዳ ካሎርን ካርቦሃይድሬትን እዮም ዘህልኹ። እዚ ከኣ እኹል ድቃስ ዘይምውሳድ ሸውሃት ዝቆጻጸር ሆርሞናት ካብ ግቡእ ስርሖም ይዝንብዑ እሞ ክብደት ምዕቃብን ዓቕን ሽኮር ኣብ ደም ምቁጽጻርን ኣጸጋሚ ኣድካሚ ይኸውን። ካልኣይ፣ ድቃስን ኣእምሮኣዊ ጥዕናን ኣጸቢቑ እተኣሳሰረ'ዩ። ሕማቕ ድቃስ ከኣ ምስ ከም ጭንቀትን ወጥርን፣ ባይፖላር ዲስኦርደርን፣ ከጋድድ ይኽእል። ከምኡ'ውን ብልክዕ ክትሓስብን ክተመዛዝንን ኣይትኽእልን። ሳልሳይ፣ ሕማም ልቢ። መጽናዕታት ከም ዝሕብሮ፣ ጕድለት ድቃስ ምስ ልዑል ጸቕጢ ደምን ድኻም ልብን ወቕዕን ሓያል ምትእስሳር ኣለዎ። ንኣብነት፣ ትሕቲ ሽዱሽተ ሰዓታት ምድቃስ፣ ስትሮክ ናይ ከጋጥም ዘሎ ተኽእሎ ብዓሰርተ ትሽዓተ ሚእታዊት ይዛይድ። ምምዝባል ሆርሞን። ድቃስ ንኣካላትና እተፈላለየ ሆርሞናት ብግቡእ ከፍሪን ክቈጻጸርን ይሕግዞ። ድቃስ ምስ ዝውሕደና፣ ሆርሞን ዝተኣሳሰረ፣ ዝኣሰር ሕማማት የጥቅዓና። ንኣብነት ናይ ዕቤት ሆርሞን ካብ ስራሕ ወጻኢ ምስ ዝኸውን ድሩት ወይ ከኣ ድኹም ዕቤት ይህሉ። ልዕሊ ትሽዓተ ሰዓት ንመዓልቲ ምድቃስከ ሳዕቤን ይህልዎ ዶ ትብሉ? ግድን እምበር! ንመዓልቲ ልዕሊ ትሽዓተ ሰዓት ምድቃስ እምበኣር ቀዳማይ፣ ካልኣይ ደረጃ ሕማም ሽኮር የስዕብ፣ ኣካላትና ኣብ ደም ዘሎ ሽኮር ዘይቆጻጸር ይኸውን፣ ካልኣይ፣ ሕማም ርእሲ፣ ብተደጋጋሚ ኣእምሮኣዊ ጭንቀት የጋጥም፣ ኣርብዓ ፐርሰንት መንእሰያትን ዓሰርተ ሚእታዊት ብዕድመ ዝደፍኡ ሰባትን ካብ መጠን ንላዕሊ ካብ ምድቃስ ኣደዳ ጭንቀት ይኾኑ። ይኾኑ። ሳልሳይ፣ ክረሻ፣ ከምቲ ኣብ ላዕሊ ዝበልናዮ፣ ሸውሃት ዝቆጻጸር ሆርሞን ምስ ዝዝንበዕ፣ ካብ ዓቐን ንላዕሊ መግቢ ነህልኽ። ኣብ ቀረባ እዋን እተገብረ መጽናዕቲ ከም ዝሕብሮ፣ ኣብ ነፍሲ ወከፍ ምሸት ንትሽዓተ ወይ ከኣ ዓሰርተ ሰዓት ዝድቅሱ ሰባት፣ ብክረሻ ክጥቅዑ ዘሎ ኣጋጣሚ ብዕስራን ሓደን ሚእታዊት ይውስኽ። ራብዓይ፣ ስርዓተ ምክልኻል ሕማምካ ይንኪ፣ ኣብ ኣካላትካ ዘሎ ነድሪ ወይ ቁጥዐ ድማ ይጋደድ። ሓምሻይ፣ ወቕዒ፣ ብሰንኪ ኣብ መዓልቲ ልዕሊ ትሽዓተ ሰዓት፣ ምድቃስ ወቕዒ ንኸጋጥመካ ዘሎ ተኽእሎ ብኣርብዓን ሓሙሽተን ሚእታዊት ይውስኽ። ሕማም ልቢ፣ ሰብዓን ክልተን ሽሕ ደቂ ኣንስትዮ ዘጠቓለለ መጽናዕቲ ከም ዝሕብሮ፣ እተን ኣብ ለይቲ ካብ ትሽዓተ ክሳዕ ዓሰርተ ሓደ ሰዓት ዝድቅሳ ደቂ ኣንስትዮ ብሕማም ልቢ ክተሓዛ ዘሎ ተኽእሎ ብሰላሳን ሸሞንተን ሚእታዊት የልዕል። ከምኡ'ውን ኣመሪካን ካንሰር ሶሳይቲ ኣብ ዝገበርዎ መጽናዕቲ እውን እኹል ድቃስ ዘይረኽቡ ሰባት ቅድሚ ሽዱሽተ ዓመት ክሞቱ ዘለዎም ኣጋጣሚ ልዑል እዩ ክብል ይዝቲ። ስለዚ እኹል ዝኾነ ድቃስ ክትረክብ ዘኽእሉኻ ነጥብታት እንታይ እዮም? ቀዳማይ፣ መደብ ኣውጽእ። ኩሉ ግዜ ኣብ ሓደ ግዜ ምድቃስን ምትሳእን ልመድ። እትድቅሰሉ ምቹእ ክፍሊ ፍጠር። ድሙቕ መብራህትን ዓው ዝበለ ድምጽን ኣርሕቕ። ክፍልኻ ምጡን ዝኾነ ሙቐት ከም ዝህልዎ ግበር። ቅድሚ ምድቃስካ ናብ ብርሃን ኣይትቃላዕ። ናይ ስክሪን ብርሃን ንሓንጎል ግዜ መዓልቲ ከም ዘሎ ክመስሎ ስለ ዘኽእል ድቃስ ክኣብየና ይኽእል እዩ። ኣብ መዓልቲ ካብ ዕስራ ክሳዕ ሰላሳ ደቓይቕ ምውስዋስ ኣካላት ግበር። ምስ መሰየ ካፌይንን ኒኮቲንን ኣልኮላዊ